ሓቀኛ ስመይ ተዓቅበለይ ንዓኹም ምኽሪ እትህቡን ኣሕዋተይ ግን ብናይ ብርዒ ስመይ ኣንጉሶም በሉኒ ኣነ ኣብ ኤውሮጳ እየ ዝነብር ኣዶ ጓለይ ግን ኣብ ኣፍሪቃ እያ ዘላ ምስ ኣደ ጓለይ ሌላና ጌና ብህፃንነትና ተምሃሮ ብዝነበርናሉ እዋን እዩ ነይሩ እቲ መጀመርያ ግዜ ንፍቕሪ ምስ ሓተትክዋ ሕራይ ክብለካ እንተኾይነ ቅድሚ መርዓ ጸታዊ ርክብ ከይተሓተኒ ኢላ ኣብ መጽሓፍ ቅዱስ እያ ምሒላትኒ። ኣነ እውን ማሕላይ ዓቂበ ከይተንከፍኩዋ ንሸውዓተ ዓመት ዝኣክል ብፍቕሪ ዜርና። ድሕሪ ሽውዓተ ዓመት ግን ንኽንምርዖ ትሓተኒ እሞ ኣነ ኸኣ ብዕድመ ይኹን ብትሕዝቶ ድሉው ስለ ዘይነበርኩ ኩሉ ጸገማተይ ነጊረ ክምርዓዋ ከም ዘይክእልን ትህወኽ እንተ ኾይና ኸኣ ንዓኣ ዝመስል ሰብ ክትምርዖ ከም ትኽእል ፍቓደይ ሂበ እየ ኣፋንየያ። ድሕሪ ሳልስቲ ጓል ሓትነኣ ኣብ መንገዲ ትረኽበኒ እሞ ኣፍቃሪትካ ኣይምርዓወክን እየ ስለ ዝበልካያ ላምባ ከስኪሳ ነብሳ ከተጥፍእ ደልያ ረኺብናያ በለትኒ። ኣነ ከኣ ብስንባደ ገዛ ኪዱ እንተበልኩ ንሳ ላምባ ላምባ ትጨኑ ስድራኣ'ውን ሓንቲ ጓልና ብሰንክኻ ነብሳ ከተጥፍእ ደልያ ኢሎም ሸቐልቀል ክብሉ ጸንሑኒ። በቃ ኣነ ከኣ ብኣኣ ድንጋጸ ስለ ዝተሰማዓኒ ብሰንከይ ነብሳ ካብ ተጥፍእ ኢለ ብዙሕ ዋጋታት ከፊለ ተመርዓኹዋ። እቲ ነገር ናተይን ናታን እምበኣር ካብዚ'ዩ ዝጅምር። ድሕሪ መርዓና ሰብኣይን ሰበይትን ኮይና መጀመርያ ኣብ ዓራት ኣብ ዝተረኸብናሉ ግዜ እዚ ኩሉ ንዓይ ኣምሒላ ንሸውዓተ ዓመት ከም ዘይቀርባ ገይራትኒ ንሳ ግን ምስ ድንግል ኣይጸንሐትንን በዚ ሰሓቦ ጉተቶ ኮይኑ ቅሳነት ዘይብሉ ሕጽነት የሕሊፍና ኣብ ሕጽነትና እውን ጥንሲ ሒዛ ሓንቲ መዓልቲ ከየሳነና ቆልዓ ተወሊዳ ድሕሪ ቆልዓ ምውላዳ እውን ኣየሳነናን። ኩሉ ግዜ ኣብ ባእስን ምጭቕጫቕን ኢና ኔርና። ሰበይተይ ቅንዕና ዝበሃል የብላን። ኩሉ ግዜ ድሌታታ ብምጥባርን ብምትላልን እያ ክትረኽቦ ትደሊ። ናብ ዕዳጋ ኢላ፣ ናብ ምዝንጋዕ፣ ናብ ምብጻሕ ኢላ ናብ ፓርትታት እያ ትኸይድ ዝነበረት። ሓንቲ መዓልቲ ብቕንዕና ፍቓደይ ሓቲታትኒ ኣይትፈልጥን። ሰሓቦ ጉተቶ ባእሲ ምስ በዝሐ፣ ኣነ ኣብ ውሽጢ ኤርትራ ኮይኑ ከተማ ቀይረ፣ ንቑሩብ እዋን ደሃይ የጥፌ ኣብ ዝነበርኩሉ ግዜ ነውራም ሰበይተይ ብጋዜጣ ሓዳስ ኤርትራ ገይራ እያ ቃል ኪዳና ኣውሪዳቶ። እዚ ነገር እዚ ከም ሰበይ ኣነ ኣብ ገዜጣ እየ ኣንቢበዮ። ብድሕሪ እዚ ሰበይተይ ናብ ሓዳርና ክንምለስ ይቕሬታ ክትሓተኒ ናብቲ ዝነበርክዎ ዓዲ ንጓለይ ሒዛ እኳ መጺኣትኒ እንተ ነበረት ኣነ ግን ይቕረ ኣይበልኩላን። ቀጺለ እውን ንስደት እየ ኣምሪሐ። ብዙሕ ሕሰምን መከራን ሰጊረ እውን ኣብዚ ሕጂ ዘለኹዎ ዓዲ በጻሕኩ። ኣብዚ ዓዲ ኣትየ ወረቐተይ ሒዘ ምስ ተረጋጋእኩ፣ ንኹሉ ገዲፈ ምእንቲ ውላደይ ክብል፣ ካልእ ይትረፍ ጓለይ እኳ ኣብ ጎነይ ትኹን ኢለ ብምሕሳብ፣ ነታ ባዕላ ዝተፋትሐት ሰበይተይን ጓለይን ናብ ኢትዮጵያ ኣይሕለፍኩዎን። ኣደ ጓለይ ከምቲ ዝተረዳዳእናዮ ዘይኮነ፣ ኣብ ኢትዮጵያ ፍትሕቲ'የ ኢላ ስለ ዝሓበረት፣ እዞም ዓዲ ጓለይ ጥራይ ከምጽዋ ከም ዝኽእሉ'ዮም ሓቢሮሙኒ። ንጓለይ ከማን ድሕሪ ክንደይ ኮለል'ዩ ሕራይ ኢሎሙኒ። እንተ'ዶ ጓለይ ግን ባዕላ ብዝገበረቶ ጌጋ ንዓይ ክትበልዓኒ'ያ ደልያ። ብድሕሪ እዚ ኣብ ኣዲስ ትነብር ሓንቲ ጓል ሰብ ተላልየ ክረኽባ ኢለ ናብ ኣዲስ ከድኩ እሞ ኣብኡ እንከለኹ ንጓለይ ክርእያ ኢለ ምስ ኣላጎስኩ ኣደ ጓለይ ብዙሕ እያ ገልታዕታዕ ኣቢላትኒ ክሳብ ካራ ገይራ ክትሃርመኒ ካብ ኢዳ እየ መንጢለያ ነታ ሒዘያ ዝነበርኩ ጓል እውን ንዓኣን ንስድርኣን ደዊላ ረኺባ ሓስየ ሓሳስየ እያ ፈላልያትኒ ምስ ጓለይ እውን ከብድን ሕቖን ገይራትኒ ንኽትጸልኣኒ ብዛዕባይ ሕማቕ ጥራይ እያ ትነግራ ጓለይ ክሳብ ጓሓፍ ኢላ ክትጸርፈንን ገንዘብ ካየድልየኒ ንስኻ ኣይተድልየንን እያ ክትብለኒ ጀሚራ። ጌና ቆልዓ ጓል ዓሰርተ ሓደ ዓመት እያ። ኣዲኣ በሊ ትብላ ስለ ዘላ እምበር ንሳ ወላ ሓደ ትፈልጦ ነገር የብላን። ዳሕራይ ኣየገድድ ኣደ ጓለይ ምስ ጓለይ ምርኻብ ምስ ከልአትኒ ሰብ ኣብ መንጎና ጌረ ጓለይ ኣራኸብኒ ምስ በልክዋ ኣበይ ዘላ ጓልካ እያ ጓልኳ ኣይኮነትን ኣቦ ኣለዋ እያ ኢላትኒ። ኣነ ኸኣ ኣነ ኣቦኣ እንተዘይኮይነ ካብ መን ደኣ ወሊድክያ በልክዋ እሞ ንሳ እውን ንሱ የእትወካን እዩ ጓልካ ከም ዘይኮነት ግን ክትፈልጥ ኣለካ ኢላ'ያ መሊሳትለይ። ብዛዕባ እዚ ጉዳይ ገለ ክብልዋ ንስድራ ምስ ኣዕለልኩ'ውን እውን ስድራኣ ወላ ሓንቲ ክንገብራ ኣይንኽእልን ኢና። ሎሚ ንቐርበሉ ግዜ እዩ። እቲ ቀደም ላምባ ከስኪሳ ነብሳ ከተቃጽል ደልያ ዝበልናካ ከማነይ ባዕላ ዝሓሰበቶ ድራማ እዩ ነይሩ። ከምኡ በልዎ ሰለዝበለትና ኢና ነብሳ ከተጥፍእ ደልያ ኢልናካ ነይርና እምበር ባዕላ እያ ዓሊማቶ ብምባል እዮም እቲ ሓቂ ተጎቢሎምለይ። ኣደ ጓለይ እውን ገለ ሰባት ተዛሪቦማ ኣይጸነሐትን፣ ይቕሬታ ሓሪቐ'የ ከምኡ ኢለካ ብምባል እያ ይቕሬታ ሓቲታትኒ። ንዓይ ግን ተሓዋዊስኒ። ንኽመርዓዋ ድራማ ሰሪሓ። ንዓይ ኣምሒላ ንሳ ግን ምስ ካልእ ወዲ ተራኺባ። ሕጂ እውን ኣይጓልካን እያ ክትብለኒ ጸኒሓ ጓልካ እያ ትብለኒ ኣላ። ሓሳባይ ተፈራሪቑ ተጠራጢረ። ሕጅስ ከምዛ ዘለኹዋ ከም ጓለይ ተቐቢለ ዶ ስቕ ክብል ወይስ ጓለይ ምዃና ከረጋግጽ ዲኤንኤ ክገብር ትብሉ? ትጽባይ ምኽርኹምን ሓሳባትኩምን ሓውኹም ኣንጎሶም ካብ ኤውሮጳ። ሰላምታ ኣይረሳዕኩን ክቡራት ቤተሰብ መሃሳር። ኣንጎሶም ሓውና ከምዚ ክሰምዕዎ ዝጸናሕኩም ምኽር ዶልዩ ዛንትኡ የዕለኒ። ኣነ ኸኣ ካብቲ ዘዕለለኒ ነዊሕ ዛንትኡ ጽሙቕ ኣቢለ እዩ ናባኹም ኣቕሪበዮ ዘለኹሞ ተገዲስኩም ምኽርኹምን ሓሳባትኩምን ክተካፍልዎ ብትሕትና ይምሕጸነኩም። ምሳኹም ዝጸናሕኩ ሓሜ እየ። ክሳብ መወዳእታ ቪድዮ ምሳይ ሓቢርኩም ብምጽናሕኩም ካብ ልቢ የመስግን ክሳብ ብካልእ ቪድዮ ዝምለሰኩም ሰላም።